ሰላም ሰላም ኩቡራት ተኻታተልቲ መደባትና ከመይ ኣለኹም ጸጋ ጥዕናኹም ንሕና መቸም እንትርፎ ናብ ፈኾትኩም ጽቡቕ ኣለና ኣብ ሂወትኩም ጥዕና ኣብ ስራሕኩም ከኣ ዓወት እናተመነና ናብዚ ሎሚ ዘዳለናልኩም መደብ ብዛዕባ ሓደ ካብ ብሉጻት መንእሰያት ስነጥበባውያን ዝኾነ ተዋሳኣይን ሞዴል ክሊባትን ኣብርሃም ተኽለኣብ ነዴኻ ዶ ትፈቱ ንሰበይትኻ ተሓቲቱ ዝመለሶ ትሕዝቶ ጽቡቕ ኮይኑ ምናልባት ግን ብኸምዚ ዓይነት ኣገባብ እንተዝምለስ ዝያዳ ምጸበቐ ብዝብል ኣርእስቲ ዝተዳለወ ትሕዝቶ ኢና ሒዝናልኩም መጺና ዘለና። ሓደ ካብቶም ኣብ ስደት ኣዲስ ኣበባ ብምዃን ካብ ግዜ ናብ ግዜ ኣብ ስነ ጥበብ ዕቤት ዘርእዩ ዘለዉ ስነ ጥበባውያን እዩ። ንኹሉ ስደት ዝፈጠሮ መሰናኽል ተጻዊሩ ኣብ ስነ ጥበብ ብዘደንቕ ቅልጣፈ ሰጒሙ። ስደትን ናፍቖት ስድራን ከየሰነፎ ኣብ ስነ ጥበብ ክዓቢ ክኢሉ። ንሱ ከም ተዋሳኢ ካብቶም ንፉዓትን ትስፉዋትን መንእሰያት ስነጥበባውያን ሃገርና ክኸውን ዝበቕዐ እዩ። ብሳላ ጻዕሩን ዘይሕለል ድኻሙን ኣብ ተዋስኦ ጥራይ ከይተሓጽረ ከም ሞዴል ኮይኑ እውን ኣብ ዝተፈላለዩ ቪድዮ ክሊባት ተሳቲፉ ዓቕሙን ብቕዓቱን ዘመስከረ እዩ። ተዋሳኣይን ሞዴል ክሊባትን ስነጥበበኛ ኣብርሃም ተኽለኣብ። ዕስራን ሓደን ክፍለ ዘመን ኢና ዘለና ዘበን ሓበሬታ ዘበነ ማሕበራዊ ሚድያ ዩትዩብ ቲክቶክ ኢንስታግራም ሜሴንጀር ዋትስ ኣፕ ትዊተር በዚ መርበብ ሓበሬታ ተጠቒምካ ምስ ኣብ ዝተፈላለዩ ኩርናዓት ዓለም ዘሎ ሰብ ክትራኸብ ደሃይ ሓድሕድ ክትለዋወጥ ዘኽእል ኣብ ውሽጢ ውሕዳት ካልኢታት ሓበሬታ ከም ድላይካ ክትረክብን ካብ ዝተፈላለዩ ቦታታት ክትእክብን እትኽእለሉ ኣማሪጽካ ሓበሬታ እትረኽበሉ እዋን ኢና ዘለና። እንተኾነ ምስ ብዙሕ ብልጭኡ ዘለዎ ኣሉታዊ ሸነኽ እውን ቀሊል ኣይኮነን። ምብዛሕ ሓበሬታ ሓደ ካብቲ ኣሉታዊ ጽልዋ ናይ ማሕበራዊ ሚድያ እዩ። ከምቲ ምርጫ ምስ ዝበዝሕ ናይ ምግጋይ ተኽእሎ ዝበዝሕ ማለት እዩ። ልክዕነት ምጉዳል፣ ሓቅነቶም ዘይተረጋገጸን ዘይተጻረየን ሓበሬታታት ምውሳድን ምሕላፍን፣ ሓላፍነት ዘይምውሳድን ተሓታትነትን። ሓላፍነት ዘይትስከመሉ ሓበሬታ፣ ዘረባን ጽሑፍን ምዝርጋሕ ገለ ካብቶም ሳዕቤናት ማሕበራዊ መራኸቢታት እዮም። ብዘይካዚ እዚ እዋን ኩሉ ሰብ ሚድያ ክሕዝ ስለ ዘፍቀደ ንኹሉ ሰብ መዓዲ፣ ኣቕራቢ መደብ፣ ጋዜጠኛ፣ መምህር፣ ፖለቲከኛ፣ ተንታኒ ገይርዎ ይርከብ። በዚ ድማ ብዛዕባ ዝኾነ ኣፉ ዝሃቦ ዝዛረብ ሰብ እናበዝሐን እናተራብሐን ይኸይድ ኣሎ። እዚ ክንብል ዝደረኽና ምኽንያት ስነ-ጥበባዊ ኣብርሃም ነዴኻዶ ንሰበይትኻ ትፈቱ ትብል ሕቶ ምስ መለሰ ዝወሓዘ ግብረ መልሲ እዩ። ንወላዲትካዶ ትፈቱ ዋላስ ንሰበይትኻ? እዛ ሕቶ እዚኣ ካብተን ንብዙሓት ሰባት ዘጨነቐት ሕቶ እያ። ኣብ ህይወትካ ኣዴኻን ሰበይትኻን ማዕረ ኣገዳስነት ስለ ዘለወን ንሓዲኤን ምምራጽ ኣጸጋሚ ክዀነካ ይኽእል እዩ። ግናኸ ነቲ ሕቶ ብጥበብ ንምምላስ ብዙሓት ኣማራጺታት ክትጥቀም ትኽእል ኢኻ። ነዚ ንምንጽጻር ዝሕግዙ ገለ ኣገደስቲ ነጥብታት ወስ ክነብል። ቀዳማይ፣ ብምሳሌ ሱርን ፍረን። እዚ መልሲ'ዚ ንኽልቲኤን ዘለዋኦ ቦታ ብንጹር ስለ ዘርኢ መሪጽናዮ ኣሎና። ኣዴኻን ሰበይትኻን ክወዳደራ ኣይክእላን እየን። ኣደ ሱር ህይወት እያ፣ ሰበይቲ ድማ ፍረ ህይወት እያ። ብዘይ ሱር እቲ ኦም ኣይምተረኽበን፣ ብዘይ ፍረ ድማ እቲ ኦም ትርጉም ኣይምሃለዎን። ስለዚ ሱር ክባላሾ የብሉን፣ ፍረ ድማ ክቕንጠብ የብሉን። ካልኣይ፣ ብምሳሌ መበገስን መዕረፍን፣ ነዚ ፍልልይ ብፍልስፍናዊ መንገዲ ክንገልጾ መሪጽና ኣለና። ኣደ ካበይ ከም ዝመጻእኻ ተዘኻኽር፣ ሰበይቲ ድማ ናበይ ክትከይድ ከም ዘለካ ተርእየካ። ኣዴታትና ናብዛ ዓለም ኣምጺእናና፣ ኣንስትና ድማ ኣብዛ ዓለም ንምንባር ዓሚቝ ትርጕም ሂበናና። ክልቲኤን ድማ ናይ ነፍስና ኣካላት'የን። ሳልሳይ፣ ኣዴታትና ሰብ ገይረናና፣ ኣንስትና ድማ ናብ ሰብነት ኣሰጋጊረናና። ኣዴታትና ንመላእ ዓለም ክንፈቱ ዝመሃራና ቀዳሞት መምሃራን'የን። ኣንስትና ድማ ነዴታትና ክንፈትወን ዝመሃራና ዓለም ባዕላ'የን። ስለዚ ንኣንስትና ምፍቃርና ነዴታትና ዘለና ክብሪ መግለጺ'ዩ። ራብዓይ፣ ሳሕቲ እዚ ሕቶ ልብኻ ዶ ይበልጽ ዋላስ ሳንቡእኻ ከም ምባል እዩ። ብዘይ ልቢ ደም ኣይዘዋወርን፣ ብዘይ ሳንቡእ ድማ ምስትንፋስ የለን። ኣዴታትና ልብና እየን፣ ኣንስትና ድማ ምስትንፋስና እየን። ስለዚ ብዘይ ክልቲኤን ህይወት የለን ማለት እዩ። ሓምሻይ፣ ኣዴታትና ናይ ደምና ዋሕስ እየን፣ ኣንስትና ድማ ናይ ገዛና ዋሕስ እየን። ሰብ ብዘይ ደሙን ብዘይ ገዝኡን ክነብር ድማ ኣይክእልን'ዩ። ኣስተውዕል፣ ነዚ ሕቶ'ዚ ክትምልስ ከለኻ፣ ንሰበይትኻ ጥራይ ወይ ነዴኻ ጥራይ ካብ ምምራጽ፣ እቲ ፍቕሪ ዓይነቱ ዝፈላለ ምዃኑ ብምግላጽ ጥበብ ኣገላልጻ ከተርኢ ትኽእል ኢኻ። ኣብዚኣ ስነ ጥበባዊ ኣብርሃም ካብ ኣዴኻን ሰበይትኻን ንመን ተቐድም እንተተባሂለ ንሰበይተ የቐድም እዩ ዝበለ ሕጂ ኣብዚ ከነስተብህለሉ ዘለና ብንጹር ኣቐሚጥዎ እቲ ሓሳብ ቅድሚ ብጸይቲ ምምጽኡ ነዲኡ ክትከብር የብላን ኣይኮነን እቲ ናይ ኣደ ክብረት ቅድሚ ምምርዓዉ ኣቦትኡ ኮይኑ ድሕሪ ሰበይቲ ካልኣይቲ ብጸይቲ ምምጻእ እዩ ቀዳምነት ንሰበይተይ ከኽብር ኣለኒ፣ ብልክዕ ነደይ ዘኽብር እንተኾይነ ዝበለ ምስናይ መብርሂኡ፣ ምኽንያቱ ልክዕ ከምቲ ነዲኡ ዘኽብራ ዝነበረ ንሰበይቱ እንተዘየኽብራ ኮይኑ ነዲኡ ከኽብራ ከምዘይክእል ብንጹር ምስናይ መረዳእቱ እዩ ተዛሪቡ። ስለዚ ብተዘዋዋሪ ነቶም ኣንስቶም ዘጋፍዑን ዘየኽብሩን ዝቐትሉን ናብ ኣንስቶም ኣብ ቅድሚ'ቶም ዝወለድዎም ደቃቶም ኢዶም ከልዕሉ እንከለዉ ነዴታቶም ክዝክሩ ከም ዘለዎም ንኸረድእ ስለ ዝተለየ እዩ። ንሰበይትኻ እንተድኣ ዘይተኽብር ኰንካ ነዴኻ ከተኽብራ ኣይትኽእልን ኢኻ ንምባል እዩ። ብሩህ ነገር እዩ። ናይ ብሓቂ ገላጺ ቅኑዕ ኣብነት እዩ ኣቕሪብልና ክምስገን ይግብኦ። እዚኣ ነቶም ምኽንያታውያን ሰብ ሓዳር ብዘይ ዝኾነ መእረምታ እርምትን ቅብልትን መልእኽቲ ሓዘል እያ። እምበኣርከስ ክቡራት ተኸታተልቲ መደባትና ብዘቕረብናልኩም መደብ ዓጊብኩምን ተዘናጊዕኹምን ክትኮኑ እናተተስፍና እትደልይዎ መደብ ኣብ ኮመንት ክትጽሕፉልና እናተላበና ኣብ ዝቕጽል ብኻልእ መሃርን ኣዘናጋዕን መደብ ክሳብ ንመጸኩም ሰሰናዩ ንኹልና።